ሓውና ወሰን ሄኖክ ብወሰን እዩ ድፍለጥ ዝያዳ ወሰን ሓወይ እንቋዕ ደሓን መጻኻ መጀመርያ ዕድሜ ኣኽቢርካ ስለ ዝመጻኻ ብልቤ ዘመስግን ዝዓርከይ ካብ ግዜኻ ወፊኻ
ቴንኪው ቴንኪው ዓወት ሓወይ እንኳዕ ብደሓን ጸናሕካ። እንኳዕ ከኣ ብሰላም ካናዳ ኣተኻ። ቴንኪው ዝዓርከይ ቴንኪው ዝዓርከይ ብልቤ ዘመስግን ከመይ ከመይ ሰላም ድዩ ስራሕ ከመይ ኣሎ። ቤላ ቤላ ሰናይ ከመይ ባኣኹም ወገን። እዝጋብሄር ይመስገን ከመይ ስድራ። ተለማሚድካዮ ዶ ዓዲ።
ኩሉ ኣማን እዩ ስድራቤት ኩሉ ሰላም ድዩ ኩሉ ዝዓርከይ። ቤላ ሰናይ ብጣዕሚ ሰላም ዓወተይ። ወሰን ዓርኪ በዚ ኣጋጣሚ እዚ መደብ እዚ ቫላንታይን ኣጋጣሚ ነብዕሎ ዘለና እዩ ክንፋቶ መዓት ኢና ዝብል ቴማ ሂብና ኢና ከዓ እዚ ከዓ እቲ ኣብ መንጎና ዘሎ ኣብ መንጎ ኣርቲስት መቸም ኣርቲስት ክንብል ከለና ኩሉ ግዜ ናይ ሕብረተሰቡ ቀያራይ ኣብቲ ፅላል ህዝቡ ዝኸይድ ማለት ንሕና ኢና ሜስትያት ናይ ህዝብና እሞ ክንፋቐር ተኽኢልና ጥራይ ኢኻ ኩሉ ነገር ክንሰርሖ ካብ ዝብል እቲ ኮንታክት መንጎና ዘሎ ክጠፍእ የብሉን ካብ ዝብል ኢና ዝመደብ እዚ ኣዳሊናያ ዝዓርከይ ሕቶታት ኣለዋኒ ብምክንያት እዚ ቫላንታይን ዘሕለፍኮ ምናልባት ስኻ ፅቡቅ ነገሩ ኣብ ቀረባ ግዜ እውን ተመርዒኻ ኢኻ እሞ ርሑስ ጋማ መጀመርያ ኣሜን ኣሜን ቴንኪዩ ቴንኪዩ ዝዓርከይ መሃሪ
ስለዚ ናይ ፍቕሪ ነገር ብዛዕባ ቫላንታይንስ ንዓኻ ይጠፍኣካን እዩ ዝብል ካብ ተመኩሮኻስ ብዙሕ እዚ ሕቶታስ ብልዕ ብልዕ ተብሎ ትኸውን ኢኻ ኢለ ይሓስብ ግን ክርኤ ኢና የመክሕን ኢኻ ገሊኡ ሰብ ከኣ ኣሎ ከኣ ፍቕሪ ዋላ ሓዳር ገይሩ ፍቕሪ ከሒለፈ ተኺሉ ብቲ ሓዳር ዝኣቱ ካብ ኣየኖም ኢኻስ ክንርኤካ ኢና ሰላም
ብዓቕምና መቸም
ሓራይ ሓራይ ዝዓርከይ እሞ ተደላሊኻ ክንጅምር ንኽእል ኢና ኦኬ ጸገም የለን እንዲያውም
ሕራይ ሕራይ ቀዳመይቲ ሕቶ እንታይ እያ ወሰን ሓወይ መዓልቲ ፍቑራት ካብ መፃምትኻ ወፃኢ ምስ መን ትሕልፎ መዓልቲ ፍቑራት ቫላንታይን ክንብል ከለናስ ካብ መፃምትኻ ወፃኢ ምስ ካልእ ሰብ ምስ መን ትሕልፎ እስኻ ሕጂ እንታይ የደሊ ኣርባዕተ መልሲ ካባኻ ክደሊ እተን ኣርባዕተ ዝመለስካየን መልሲ ምዘን ኣብዚ ዘለዋ ዒስራ ሰባት ዘዳለውዎ መልሲ ኣሎ ኣብ ውሽጢ እተን ዒስራ መልስ ብዚ ዘለዋ ተጸኒሐ ንቲ ነጥቢ ብኡ እዩ ድሕሪ ሰብ መወሰኒ እስኪ ኣርባዕተ ንገረኒ ቫላንታይን ደይስ ካብ መጻምድትኻ ወጻኢስ ምስ መን ትሕልፎ
ጽቡቕ ቴንክ ዩ ካብ መጻምድትኻ ወጻኢ ንሰዕሮትኻ ንሰዕሮትኻ ጽቡቕ
ፋሚሊ
ምስ ፋሚሊ ሕራይ
ኣነ እኮ ምስ ሰበይተይ እንደ ደሕልፎ
ምስ ሰበይት ኣትሕልፎ እወ እወ። ግን ካብ መፃምድትኻ ወፃኢ ድብል ኣለኹ ሕጂ እታ ሕቶ ካብ መፃምድትኻ ወፃኢ እወ
ካብ መፃምድትኻ ወፃኢ እወ ምናልባት ዶ ከምዚ ምስ ኣሎ ምስ መተዓቢትኻ ወይ እውን ኣዕሩኽትኻ መሽለካ እወ እወ መተዓቢትኻ ኣዕሩኽትኻ ስዲ ምናልባት ቅድሚ ቅድሚ ሓዳር ምግባርካ ምስ መን ዲኻ ትሕልፎ ነርካ ወይስ ፍጥር ክትብል ኢኻ ቫለንታይን ትሕልፎ እንታይ ኢያ እዚ ኩነት ኣዳ ኣይኮንኩን ፍጥር ክብል ኣይኮንኩን ካብቲ ዝጀመርኩሉ እዋን ደ ሓቃ ቫለንታይን ሕጂ ከምዚ ግድን ኣይኮነን ምስ ኣፍቃሪትካ እወ ምስ ኣዕሩኽተይ ዘሕልፎ መብዛሕትኡ ግዜ ነይረ ድሓር ግን ከምዚ ምስ ኣዕሩኽታ ምስ ስድራኻ ኢልካ ሕጂ ክልተ መልሲ ሳልሰይቲ ንኺድ ኦኬ
መሳርሕትኻ
ስለዚ ሰላሳ መሳርሕትኻ ዕድል ጌርካ ሰላሳ ሰከንድ ቅድሚ ምእኻላ ወዲእኻ ኣለኻ ግን እቲ ፅቡቅ ነገሩ ሰለስተ መልሲ መሊስካ ኣለካ ተዘይተጋገ ምስ ሓፍትኻ ምስ ሓውኻ ኢልካ ኣለኻ ኣካል ስድራ ቤት ስለ ዝኾነ መሊስካ ኣለኻ ምስ ዕሩቕትኻ ኢልካ እዚኣ እውን መሊስካ ኣለኻ ምስ መሳርሕትኻ እዚኣ እውን መሊስካ ኣለኻ ከም ራብዒቲ መልሲ ዝሓዝናያ ግን ምስ ፅጉማት ወይ ምስ ዘኻትም ከይድካ እቲ ቫላንታይ ደይ ስለ ስለዝኾነ ዘይኮነ ኩሉ ግዜ እውን ከይድካ ከተብዕሎ ግቡእ እንዲ ግን ትሽዑ መዓልቲ ምናልባት መፃምድቲ ዘይብልካ ከይድካ ካብ ምስዕሮብትኻ ወይ ገለ ውፅእ ፍልይ ዝበለ ነገር ክትገብር ትኽእል ኢኻ ካብ ዝብል ኢና እዛ ራብዒይቲ መልሲ ምፅን እያ ስለዚ ሰለስተ ነጥቢ ኣብ ቀዳመይቲ ሰለስተ ነጥቢ ሒዝካ ኣለኻ ወሰን ዓርኩ እኹል እዩ ከም መጀመሪ ብጣዕሚ ኢኻ ንፉዕ በዚ ኣጋጣሚ ንፉዕ ክትብለኒ ባዕለ ደይብለካ ንፉዕ ክትብለኒ ባዕልኻ ባዕለይ እባ ክብለካ እንታይ ዳ ክሰርሕ ዳ ባዕለይ ደለ ኢለካ እራይ ወዘራዊ ናብታ ካልኣይቲ ሕቶ ክኸይደ ሓደ ወዲ ነፍቃሪቱ እንታይ ምስ ዝርእየላ ክቐንእ እኽእል ማለት እንታይ ምስ ረኣኻላ ፍሉይ ነገር ነፍቃሪትካ ክትቀንእ ትጅምር
ቅንዕ ሕጂ ብዙሕ እንዲ ዓይነቱ ስፔሻሊ ኣብ ኣዋልድ እዩ I know. ኣብ ወዲ ግን ሕጂ ግን ኣብ እወ ኣብ ፍቕ ኣብ እወ እንታይ ኢልካኒ
እ፣ እቲ ቅንኢ ንኣብነት ሕጂ ኣብ ካልእ ሰብ ዝተፈላለየ ቅንኢ ከም ዝበልካዮ ኣሎ እንዲ ግን ዝያዳስ መፃምድትኻ ንሰበይትኻ ድዩ ንዓርክኻ ድዩ ሲ እ፣ ፍሉይ ነገር ክትርእየላ ደቕንኣካ ነገር ንዓ ፍሉይ ነገር ምስ ረእየላ ዘቕንኣካ ምክንያትስ እንታይ እዩ

ናይ ቴለፎን ጉዳይ ኣሎ ምናልባት ክድወላ ብዙሕ ግዜ ክጅምር ግዜ ደይክትህበካ ምስ ጀመረት ከምዚ ዝበልኩኻ ምስ ሰባት ዝያዳ ክትራኸብ ምስ ጀመረት ዝተፈላለዩ መወዳት ቅንኢ ዝዓይነቱ ከምኡ ሽዑ ተቐነ ምስ ፀበቐት ከዓ ከምዚ ከይትጥመተልካ ወይ ገለ ካልኦት ከይጥሙቱልካ ትቐንእ ማለት እዩ
ንጹር እዩ ሳልሰይቲ ራብዒት ንዓና እስኪ ቅልጥፍ ኢልካ ሰለ ሰላሳ ሰከንድ እዩ ዘለካ ኧረ እም፣ ኣኺላ ቀና እንዲኻ- ቀና እንዲኻ ሪኢኩም ክኾይኑ።
እኮ ግን ካብ ዕሩክትኻ እምበር ስኻ ዳ ቀና ኣይኮንካ ፍሉጥ እንዲኻ ዝቐነእ ፅላኣካ ግን ሲ ካብ ዕሩክትኻ ማለት ድዩ ትሕቶ እምበር ብዝኾነ ግን ወሰነ ሓንቲ ፅቡቅ ነገሩ እንታይ ድዩ ትምልስ ስለ ዘለካ እዩ ቀዳመይቲ መልሲ ሕጂ ብዚ ገይሮማ ደለዉ ቴሌፎን ምዛሕ ምድውዋል ድበልካ እሰያ ካልኣይቲ ኣወዳት ምብዛሕ ኣወዳት ምብዛሕ ማለት መሓዙት ኣወዳት ኮይኖምስ መሓዙት ምውፃእ ካልእ ነገር ዘይኮነ መሓዙት ተብዝሕ ተኮይና ጓል ኩሉ ግዜ ከም ወዲ ንዓኻ ደስ ኣይብለካን ኣብ ቅንኢ ይኸይድ እዩ ሜክ ምስ ተብዝሕ ድበልከ ኢኻ ምስ ትፅብቕ ኢልና ክንድምድሞ ኢና ምክንያቱ ሓደ ሓደ ግዜ ካብ ንቡር ወፃኢ ሰበይትኻ ተፀቢቓ ንዓኻ እዩ ኮፍ ኢላ ትሪያ ስኻ ኢኻ ከፊኣ ትሪያ ፀቢቓ ንዓኻ እዩ ግን ዝያዳ ተፀቢቓ ካልኦት ንኸይርኡ ኢልካ ኢልካ ከም ትኸፍእ ትቐንእ። ትጽዕረሉ ግዜ ኣሎ ንኣብነት እቲ ሜክኣፕ እቲ ኦሪጂናል ሜክኣፕ ዘይኮነ ናይ ሂንዲ ፌክ ሜክኣፕ ኣምፂኻ ትለኽያ ዝጥምታ የለን ኢልካ ሕጂ ኣብ ከምዚታት እዩ ዘሎ ከምዚ ዝበልካያ እታ ናይ መወዳእታ ከዓ አዎ። ግዜ ምስ ተኸልኣካ ቢዚ ምስ ትኸውን እያ ደላታ ይመስል ስለዚ ኣርባዕተ ካብ ኣርባዕተ ክልተ መሊስካ ኣለኻ ዝዓርከይ ፅቡቅ ኢኻ ትኸይድ ዘለኻ ሽዱሽተ ነጥቢ ኢኻ ሒዝካ ዘለኻ ክሳብ እዚ ኣታ ሰብኣይ ኢኻ ታስኻ እባ፣ ኣይገርመካን

ሳልሰይቲ ሕቶ ግን ግን ኣብ መንጎ ኣብ መንጎ ሓንቲ ሕቶ ክሓተካ ዓይኒ ዓሳ ያሳጓኻሞ ምስ ዓሳ ደለካ ዝምድና መጀመርያ ከመይ እዩ እሞ መጀመርያ ምስ ዓሳ ደለካ ዝምድና ከመይ እዩ
ዝበዝሕ ግዜ ሰብሲ ዝበዝሕ ግዜ ሰብ እንታይ ኢለ ሓተካ እንታ ኮይኖም ዓይኒ ዓሳ ኢሎምኻ እንድዩ ክብለካ ካልእ ሰብ ኣነ ግን ከምኡ ኮንኩን ክብለካ ምስ ዓሳ ደለካ ዝምድና ከመይ እሞ ካብ እንታይ ድብገስ ሽዑ እቲ ዓይኒ ዓሳ እዚኣ ሕቶ ቁሩብ ቅያር ደላታ ትመስል ካብታ ብክምንታይ ዓይኒ ዓሳ ኢሎምኻ ምባል እዚኣ ናይ ብሓቂ ዓሳ ክፈቱ ማዕት እየ
ብጣዕሚ ማሲ ከምዚ ኢኻ ፈሊጠካ ድያ? ከም መግቢ ኬፍ በኒ እምበር ዓይንና ክገርመካ ናይ ሰማይን መሬትን ፍልልይ ዶ ኣለዎ ምስ ዓሳ እወ። ቶታሊ ኢና ደይንራኸብ
ግን ድሓን ምን- ዝኾነ ምናልባት ኣታ ናይ ግን- መወዳእታ ናይ ድራር ሽልማት ኣላት ኦኬ። እንዳይና ናይ ድራር ሽልማት ኣላ እንዲኣ ድሓር ምናልባት ዓሳ ተዝበፅሓካ ክፅልየልካ ዓሳ ዘለዎ ቦታ ተዝገብሩልካ ግን ኣቋሪፀካ እንታይ ኢልካ ኒ ቀፅል
ምናልባት ግን ከምዚ ከም ዓይነት ሕቶ ኣብ ሓደ ኣጋጣሚ ከዓ ሓንቲ ጓል ሓይታትን ነራ ኣብ ሓደ ናይ ስራሕ ኣብ ሸው ገለ ማለት እዩ ምናልባት ዶ ምፍረ ዓይነይ ዶ ኸውን ገለገለ ኢለ ኣይኮነን ባዕላ መሊሳታ ዓይንኻ ብጣዕሚ ፅቡቕ ኢላትን እሞ እታ ትኽክል መልሳ ምዃና ፈሊጠ ንኸዓ
በዚ ኣጋጣሚ ዓይንኻ ፅቡቕ እዩ ሕጂ ዓይኒ ዓሳ ንዓኻ ንዓና እንታይ ንዓይሲ እንታይ ሳጓ መወፀኒ ዓይኒ ጤልካ ተወሲዶምና እዮም ዓይኒ ዓሳ እዞም እንስሳታት ወዲእኹም ኣኒኹም ዓይኖም ንዓና እንታይ ክቡና እሞ ወዲእኹም ዓይዞም ንዓይሲ ወላ ሓንቲ ይረኽብለይን እዮም ዓይኒ ሰገን ዓይኒ ይበሃል። ሓሰማ ገለ ምናልባት ድሓን ዓይኒ ሓሰማ ዓይኒ ፍንጃል ወሲዶም መናም ንብረ ክንቅፅል ኢና ወሲዶም? እንዲያውም፣ እንዲያውም። ዓይኒ ዓሳ ዓወይ ኣይብለካን እየ ግን ኣይክእላን እዩ ዋላ ኣነ ወሰን ዓወይ ክንቅፅል ኢና አ፣ እንዲያውም። ሓደ ወዲ ንሓንቲ ጓል ንኸፍቅራ ዝዕድምዎ ነገራት እንታይ እዩ ሓ- እስኻስ ነዛ ምሳኻ ደላ በዓልቲ ቤትካ መጀመርያ ንኸተፍቅራ ዝገበረካ ቀንዲ ምክንያት እንታይ እዩ እስኪ ኣርባዕተ ነገር እስኪ ንገረኒ ሽዑ ትርባዕቲ እዩ ኣብዚ ተሎ እንታይ ይበሃል እቲ መልሲ ትኽክል መጽ ንኸተፍቅራ ሕጂ ዝገብረካ ሓፈሻዊ- ኣርባዕተ ምክንያት እንታይ እዩ ኦኬ ሓፈሻዊ ክምልሰልካ ዋላ በዛ ሓፈሻዊ። ናይ ውልቀይ ሓተትካኒ ኖ ኖ እም? ሓፈሻዊ ደይኮንካ ትምልስለይ ንኸፍቅራ ዝገበረኒ ዓይና ርእሳ ድዩ እግራ ድዩ ዳንጋ ድዩ ኢልካስ ኣርባዕተ እየ ዝደሊ ባህርያ ቴንክ ዩ መጀመርታ እ፣ እታ ናይ መጀመርታ ምጥምማት እንድያ ንዓይ ኮይና ትስምዓኒ

ኣይገርመካን
ዳስዋይ እኮ ይሕል መንገዲ ከቲርካያ ትኸውን ሰብ ኢዱ ከትርስካ ኣብ ዓይንካ ኢካ ከቲርካያ ዘለካ ግን ቀፅል ድሓን ናይ ዓይኒ ንዓይኒ ኣጋጣሚ ምጫው ካልኣይ ትኸ- ንሳኻ ኦኬ ዓወተይ ኣጋጣሚ ንሳኻ ከምዚ ከማይ ብጣዕሚ ፍሩይ ዓይና ሕጅስ ምናልባት ናይ ክልቴና ምፍራይ ዶ ደኣ ኤ። ተጋጭ ይኸውን ይብል ኣነ ካልኣይ እሞ ንስኹም ትወል- ትወልድዎ ቆ- ትወልድዎ ቆልዓ ደኣ ኣብ ምሕር ፈጣጥ ምዃንሳ ኣብ ኢዱ ሒዝዎን ይኮፅእ ተን ዓይኒ ቦታ ይፀቦ እየ ናብዚኣ ሒዝዎን ይኮፅእ
ኦ ታይ ደኣ እሞ ቀጽል ደሓን ሳልሰይቲ ቀጽል ሕጂ ሳልሰይቲ እስኪ ሳልሰይቲ እም፣ መልክዕ ምሽ ከም ጓልሲ ንወዲ መልክዕ። ዝያዳ ርስሕዎ ጥምት ምስ ኣበላ መልክዕ እንዲኦ ቢዩቲ ኣብ ርእሲኡ ከዓ ብዓብዩ ብዓብዩ ከዓ ጠባይ ምሽ ጠባይ መልክዕ ኦኬ ኦኬ እወ ጠባይ ዓይኒ እንታይ ድራራን ምባል እዩ መር ቀንዲ ጠባይ እዩ ምሽ ዋላ ኣብ ፍቕሪ ን- ዚ- ተኣማሚንካ ንክትቅፅል ፅቡቕ ፍቕሪ ንክተሕልፍ ፅቡቕ ላይፍ ንክህልወካ Exactly. ጠ- ጠባይ ብጣዕሚ እዩ ወሳኒ ምሽ መዚንካ ሽዑ ኦያ ወዲያ ወ- መሊስካየን ማለት ርኢና ተን ሕቶ ናትካ ሰሚዕና እንዳደልና እና ክንርኤን ዲና ተን መልስታት ግን ከምዚ ድበልካዮ ኣብዚ ዕድመ እዚ ዝዓበየ ነገር ክንገብሮ ዘለና ልቦና ልቦና ምሽ ከም መንእሰያት ልቦና ኣዕቢና ክንፋቐር ካብዚ ንሰምዖ ዘለና ነገራት በዚ ኣጋጣሚ ነዛ መደብ እዚኣ ክነዳሉ ከለና ከዓ ኣብ ሓዳር እንታይ ክንከውን ኣለና ቀዲምና ንሃንፆ መሰረት ኣብ ፍቕሪ እዩ ንሓዳርና ኣደልዲሉ ኣብ ዝለዓለ ደረጃ ከብፅሖ ዝኽእል እሞ ከም መንእሰያት ንሕና ከዓ ናብ ካልእ ነገር ከይተጋየሽና ነቲ ፍቕሪ ብልክዕ ከምቶም ዝሓለፉ ኣቦታትናን ኣዴታትናን ምሻሎ ብመልክዑ ድሓዘ ብክብሪ ዘለዎ ተኸባቢርና ክንከይድ ከዓ እቲ ዝበለፀ ነገር ዝዓርከይ በዚ ኣጋጣሚ እዚ ከዓ ንዓኻ ኣብዚ ዕድመ እዚ ሓዳር ጌርካ ርሑስ ጋማ ንዓኻ ድመስሉ ዓይኖ ፈጠጥ ድበሉ ውላድ ክበካ ዝጋህቢር ኣምላክ ከዓ ኩሉ ግዜ ካብ ካናዳ ነስመራ ከም ዝፅግካ ኣሜን ኣሜን ዓወተይ ተመልሲ ክነግረካ እሞ ተመልሲ ሱኹም ካን ክነግረካ። ሓና ማስልኩም ኣሜን ኣሜን እንደ ግዜ ከተ ክንዳጋግም ክንዘዋውድ መሲልና እንዲና ሕራይ ንዓኹም የማስልኩም ኢልካና እሞ ኣሜን ንእሽተይ እኮ ተማሲልና ኣለና ኣብቲ ዝለዓለ ምምሳል ከዓ ክንበፅሕ ፀሎት ግበረልና ንስኻ ከዓ ዝዓርከይ
ኣጆኻ ኣረ። ኣጆኻ ዝዓርከይ እተን መዓረይ። መልሲ እንታይ መሲልካ እተን መልሲ ብዘይ እንተዳለየ እንደለዋ ከዓ ቀዳማይ መልክዕ ከምቲ ዝበልካዮ መልክዕ ኣላ ፅቡቅ መሊስካ ኣለኻ እ፣ ካልኣይ ምሕሻስ ድዩ ትፈቱ ጓል ማለት ነቲ ናብራኻ ሪኣ ነቲ ናትካ እ፣ ሓ- ዝያዳ ሓላፍነት ከይሰከመ ዝያዳ ተፅዕኖ ከይገበረት በቲ ናትካ ናብራኻ በቲ ጁባኻ ትኸደካ ጓል ካልኣይ ብሎ ምሕሻስ ድዩ ትፈቱ ሳልሳይ ፍቕሪ ትህበ ፍቕሪ ትህቦ ፍቕሪ ትህብ ጓል መበል ራብዓይ ከዓ ውሕልነት ስለዚ ክሪኦ ከለኹ እተን ናትካ መልስኻ ኣብዘን መልክዕ ፍቕሪ ትህቦ ውሕልነት ዝጠቓለላ እየን ሰለስቲኤን ስለዚ ሰለስተ ነጥቢ እያ ተውህበካ ማለት እዩ ዓርከይ ሰለስተ ነጥቢ ወሲድካላ ፅቡቅ ኣለካ ታ ኢለካ እንዲ ዓንቶ ቀዲመ ኢለካ ኮ ተመክሮ ዝሓዳር ደእተወካ ምክንያት ሲ ብኮንፊደንስ እሱ እዩ እዚ ኩሉ ዝኮነ ፀጋዊ ዝኮነ ባህሪ ሒዝካ ኢኻ ኣበለይ ቴንኪ ቴንኪ ዛ ናብታ ራብዐይቲ ሕቶ ክንከይድ ኢና ንቐፅል ዶ እወ ራብዐይቲ ሕቶ ብፍቕሪ ብፍቕሪ ብፍቕሪ ንፍቕሪ ከዓ ዝደረፉ ፍቕሪ ኢሎም ደጋጊሞም ዝደረፉ ካብ ናይ ዓድና ሰለስተ ኣዋልድ ሓደ ወዲ ስነ ጥበባውያን ክትገልፀሉ ኢኻ ንፍቕሪ ዝደረፉ ሰለስተ ኣዋልድ ሓንቲ ከዓ ሓደ ካብ ወዲ ተባዕታይ ክትገልጸለይ ኢኻ ኣብዚኦም ዶ ውጻናዮም ኣለዉ ካብኦም እሶም ድዮም ኣይኮኑን ረኺብካዮም ዲኻ ሽዑ እታ መልሲ ክንነግረካ ኢና ንፍቕሪ ዝዘምሩ ማለት ደረፉ
ነቲ ፍቕሪ ደረፉ ብዛዕባ ፍቕሪ ዘይኮነስ ነቲ ፍቕሪ ደረፉሉ ማለት እዩ ዝዘመሩ ማለት ሲ ደርፊ ጥራይ ዘይኮነሲ ዋላ ተዋሳእቲ ኮይኖም እውን ስለ ፍቕሪ ዝዘመሩ ሰባት እውን ክትነግረኒ ኢኻ ሰለስተ ዋልድ ሓደ ወዲ እንደ ኢለካ ተረኺብካዮም ኦኬ
ሃራይ
ሃራይ በቲ ሓደ ወዲ ዶ ክጅምረልካ ሓራይ ብሓደ ወዲ ጀምረለይ
ተስፋይ መንገሻ ተስፋይ መንገሻ ሓራይ ንኺድ መስማዕኳ ቁሩብ ናይ ጎረሮ ክስታይ ኣጋጢሙኒ ኣሎ እምበር መስማዕኳ ደሓን ኣይደልን ፈሊጠኒ ዲ ሓተትኳ ደሓን ኣይደልን መልሰለይ ጥራይ ሕቶኻ ኣዋልድ ተበረ ተስፉነይ ተበረ ተስፉነይ ሕራይ ፍቕሪ ፍቕሪ ኣብ ኩሉ ንበሪ ኣረ
ንኸይድ ሰምሃር ዮሃንስ ሰምሃር ዮሃንስ ራብዓይ ናይ መወዳእታ ራብዐይቲ ናይ መወዳእታ ማለት እዩ ጓል ክትከውን ሓደ ወዲ ስለ ዝፀዋዕኻ ራብዐይቲ ናይ መወዳእታ ጓል ምሽ ጓል እያ እወ ናይ መወዳእታ ሓደ ወዲ ፀዊዕካ እንዲኻ ሳባ ዓንደ ስለዝተባህለ። ማርያም ሳባ ዓንደ ማርያም ኣኺላ ኣላ ግዜ ሳባ። እስኪ እስኪ ንርኣየን እዋ ሳባ ሳባ ኢልካ ኣለኻ እስኪ ንርኣየን ተን ም- መልሲ ቀዳመይቲ ፀሃይቱ በራኺ ኦኬ። ካልኣይቲ ተበርህ ተስፉነይ ሳልሰይቲ ሳልሳይ ማለት እዩ ኣብርሃም ኣፈወርቂ ራብዓይ ከኣ ራብዒይቲ ከኣ ወይናረግ ብደርፊ ኮንካ ግድን ፍቅሪ ትገልጽ ስለ ፍቅሪ ድዝምሩ ስለ ፍቅሪ ደስተምህሩ ሰባት እውን ሓሊፎም እዮም ኤርትራውያን ብዘይ ቀልዓለም ወይናረግ ከዓ ነፍሲ ወይናረግ ከዓ ካብዚኤን ሓንቲ እያ ንዓና ዝገደፈትልና ሳቴማ ክንፋቶም ኣይርዳእና ንክንፋቶም ዓቲና ትብል ንፍቅሪ ከምኡ ገይራ እያ ገሊፃቶ ክንፋቀር ከም ዘለና ስለዚ ብከምኡ እዮም ኣብቲ ምርጫ ኢትዮማ ዞም ዕስራ ሰባት ስለዚ ሓንቲ ኢኻ መሊስካ ዘለኻ ተበርህ ተስፉነይ ሓንቲ ነጥቢ ሒዝካ ኣለኻ ዝዓርከይ። ዝኸበርኩም ተኸታተልቲ ምስ ወሰን ክንገብሮ ዝፀናሕና ቀዳማይ ናይ ሕቶ መደብና ወዲና ናብቲ ካልኣይ ሕቶ ኢና ክንቅፅል ምሳና ፅንሑ። ዝኸበርኩም ተኻታተልቲ ተመሊስናኩም ኣለና ኣርባዕተ ናይ መወዳእታ ሕቶታት ኣለዋ ናብአን ኢና ክንሰግር ወሰነይ ሬድ ኣለኻ ምሽ ሬድ እዚን ስክምልሰን እየ ጆኻ ሓረ ሓረ ጓል ኣንስተይቲ ኣብ ቫላንታይ ደይ ቫላንታይን ደይ እንታይ ዓይነት ምቅያራት ከተርእየካ ትኽእል ናይ ባህሪ ምቅያራት ከተርእየካ ትኽእል ኣብ ቫላንታይን ደይ መዓልቲ ጓል ኣንስተይቲ እንታይ ዓይነት ምቅያራት ከተርእየካ ትኽእል
ኣብ ባህሪ ማለት ድዩ ኣብ ባህሪ ኣብ ባህሪ ያ
ዝያዳ ከማን ኣብ ቫላንታይን ደይ ልዕሊ ወዲ እዋ ጓላ ብጣዕሚ ትፅበያ ነታ ዋንደይ ብጣዕሚ እየን ደስ ተማቕርኣ ሕጂ ኣነ ብ- ኣብ ሓደ ኣጋጣሚ ከምኡ ዝረኣኹዋ ክነግረካ እዋ እታ ጓልሲ ብጣዕሚ በቃ ቶታል ዘይነበራ ባህሪ ምፅኣ ኣብታ መዓልቲ እያ ብኸመይ ይመስለካ ኣጋጣሚ ኮሙኒታት ነይሩ ነይሮም ናይ የዕርኽትና ገለ ነይሩ ሲ ሳፕራይዝ ገይርና ነታ ጓል
እሞ ከምዚ መፀት ከላ ናብቲ ቦታ ከምዚ ካልእ ዕላል ቁሩብ ደፍራሕ ከምዚ ጋጢሙ ኣሎ ገለገለ ኢልና ምስ ኣምፃናያ ምስ ኣተወት ናብቲ ገዛ ገለመለ ምስቲ ናይ ሳርፕራይዝ ዝነበረ ኩሉ ነገራት ገለመለ ዋእ ጓል ትበኪ ጥራይ እያ ወላ ሓንቲ ምዕላል ስኢና ትበኪ ጥራይ በቃ እያ። ሰው ሕጂ እቲ ኢሞሽን ናተን እቲ ስምዒት ሲ ሽዑ ጽቡቅ የርእዮ ስለ ነዚኣ ዝኾነ። እወ እወ ተረዲካን ዝያዳ ቃላት ሲ ብስምዒት ኦ ናይ ብሓቂ ስለዚ እ፣ ሕጉስቲ ትኸውን ኢኻ ትብለና ዘለኻ እታ ካልኣይቲ ካልኣይቲ
ብጣዕሚ ካልኣይቲ ከዓ ምናልባት ከምዚ ብምክንያት ቫላንታይን ከምዚ ብሓደ ውዒልካ ወይ ብሓደ ምሲኻ ክሳብ ብሓደ ምሕዳር ይበፅሓ እየን ሳምታይምስ
ሓራይ ምክንያቱ እታ ዋን ደይ ንሓንስ ከምዚ ዓባይ ነገር ፍልይቲ ነገር ሽም ደሎ ኮነለን ካብ ምባል ዶ ምናልባት
ኣረ ናይ መወዳእታ ሓንቲ ዕድል ክበካ እየ ደቂቕ እውን ኣኺላ ኣላ ቀልጥፍ
ኦኬ ጊፍት ከዓ ምሽ እቲ ጊፍት ገለመለ ሓፈሻዊ እቲ ናይ ቫላንታይን ደይ ነገር ገለመለ ትደልዮ
ማራ ሞር ክሳይ ስለ ዝገብረን ብፍላይ ከምቲ ሓይሊ ናይቲ ወዲ ማለት እዩ ብኸመይ መገዲ ሕጉስ ክገብራ ይኽእል እንተ ድፈልጥ ኮይኑ ብትኽክል ናይ ብሓቂ እታ ትኽክል ኣፍቃሪት እያ ሽዑ ትኾኖስ ከምዚ ዝበልኩኻ ማለት እዩ ቃላት እውን ኣይገልፆን እዩ እቲ ናይ ሽዑ ስምዒት ኦኬ እስኪ ደሓን ንርኣየን እስኪ ንርኣየን ተን መልሲ ተናትካ ሰሚዐን ኣለኹ እሞ እስኪ ንርኣየን ኦኬ። ቀዳመይቲ ሕጉስቲ ትኸውን ዝበልካያ ትኽክል ተመሊሳ ኣላ ሕጉስቲ ትኸውን ትትገብራ ሳፕራይዝ ተርእዮ እ፣ ብድሕሪ ዘሎ ኤክስፕሬሽን ተርእዮ ኩሉ ነገር ሕጉስቲ ካልኣይ ኣብቲ ሽዑ መዓልቲ እትገብሮ ምቅይያራት ብዛዕባ ናይ መርዓ ነገር ክትዕለካ ትደድል ብዛዕባ መጻኢ ዕድላት ከመይ እዩ ናይ ክልቲኡ ኢላ ትዕል ክትዕልሎ ትደሊ ሳልሳይ ቀይሕ ክዳን ድረስ ተኸዲና ትመጽእ ትገብሮ ካብቲ ካልእ ግዜ ትክደኖ ነበረት ፍሉይ ዝኾነ በቃ ምሻሎ ፅብቅ ብቅ ኢላ ሸኪራ ትመፅእ ነቲ ሽዑ መዓልቲ ራብዓይ ከዓ ርእሰ ተኣማንነት ኣብቲ ሽዑ መዓልቲ ኮንፊደንስ ዝገብሮ ነገር ኣሎ እታ መዓልተይ ናተይ እያ ዓይነት ኮንፊደንስ ትገብሮ እዚኤን ኢሎም ኣለዉ እዞም ዕስራ ሰባት ነዘን ኣርባዕተ መልሲ እዮም መሊሶም ዘለዉ ካብዚኤን ከዓ ሓንቲ ኢኻ መሊስካ ዘለኻ ሕጉስቲ ትኸውን ትብል መልሲ ኢኻ መሊስካ ዘለኻ ዝዓርከይ ክሳብ ሕጂ ወዲእኻና ፀኒሕኻ ነጥቢ በሊዕኻ ኢኻ ቀዳማይ ዳርጋ ኢኻ ትመርሕ ዘለኻ ክርእዮ ከለኹ ንኺዶ
እንድያው እንድያው ሓራይ ሻድሸይቲ ሕቶና ሓደ ወዲ ተባዕታይ ንኣብነት እስኻ ሰበይትኻ ክሰርሖ ደይ ትደሊ ስራሕ እንታይ ኣሎ ኣርባዕተ ነገር ንገረኒ ሰበይትኻ ክሰርሖ ደይ ትደሊ ስራሕ እንታይ ኣሎ ሓፈሻዊ ስራሕ ሓፈሻዊ ስራሕ ሰበይትኻ ክሰርሖ ዘይትደሊ ስራሕ ደይ ትድግፎ እስኻ ኣርባዕተ ስራሕ እንታይ ኣሎ
ምሽ ከምዚ ከከም ናትካ ኣረኣያ እንድዩ ድውስኖ ሕጂ ኣነ ከም ነብሰይ ምስ ዝደለኾ ዶ ይኸውን ግዜ ደገ ወፅያ ክሰርሕ ኣይደልኒ
ሕጂ ንኣብነት ደገ ወፅያ እንድያ እቲ ንፆር ክኾን ደገ ወፅያ ዝስራሕ ስራሕ እንዲና ንብለልና ግን እንታይ ኢኻ ትብለ ንስኻ ክስታይ ዓይነት ስራሕ ክሰርሕ ኣይደልያን ክስታይ ዓይነት ስራሕ ክሰርሕ ኣይደልኒ ክስታይ ዓይነት ስራሕ ክሰርሕ ኣይደልኒ

ራብዐይቲ ራብዐይቲ እንዳ ሓቂ
ሰዓት ኣኺላትካ ኣላ ወሰን ሓወይ በዚ ሰዓት ኣኺላትካ ኣላ ቅድሚኡ ክሓተካ ግን ናብቲ እንዳ ቀምቃማይ እንዳ መሻጠይት እንደክይድስ ምክንያት እንታይ እዩ ደለካ እንዳ ቀምቃማይ እንዳ መሻጠይት እንታይ ፎባ እዩ ደለካ ኮይኑ ናብኡ ደይደለካ ክሰርሕ
እታ እንዳ መሻጢት ድበልኩካ ከመይ ይመስለካ
እንዳ መሻጢት ተዳ ኮይኑ ብጣዕሚ ብዙሕ ፀገም እዩ ደለዎ ምስ ዝመፀት ተመሻጢት ከተዕልያ ትውዕል ሓደ እቲ ምዕላል ኣይኮነን ፀገም
ኣብ ዳ መሻጢት ደየለ ዕላል የለን ማሲ እቲ ዕላል ከዓ ቁርሲ እውን እዩ
ትሒዛቶ ትመፅእ ናብቲ ገዛ ደሉ ዕላላት እዩ ከምዚ ደይ ትገብረለይ ንክስቶ መሓዛኣ ክስታይ ክስታይ ትገበረላ ትክስቶ ኣነ ግን ክስታይ ክገበረለይ ፈቲንካ ትፈልጥ ኢኻ ተስኻ ፅቡቅ ኣለኻ ፅቡቅ ኣለኻ እዚኣ ሓስብ ሕጂ ከምኡ ይብል ኣነ ማለት እዩ ሕጂስ እንታይ ሓደ ይበሃል? ዓም ቀማይ ከዓ ዳዕም ቀማይ ኣወዳት እዮም ደቆም ከምኡ ኩሉ ግዜ ምስ ሰበይትኻ ክትፋታሕ ብዝሕ ተደሊኻስ ኢልካ መርገም ትጅምር ምስ ምስታ- ሰበይትኻ ትፋታሕ ተደሊኻስ ዳመሳ- ዳመሻጢታ ጀምራ መመኽኔታ መባእሲ ኮነካ ሽዑ ልዕሊ ዓቕምኻ ምስ ሓተተትካ ሽዑ በዚኣ መመኽኔታ ጌርካ ትፋታ እታ እንዳቐምቀማይከ
ዛራ ቀምቃም ማይ ከዓ ኣወዳት እንዲም መብዝ ካብቶም ቀምቀምቲ ጀሚርካ ክሳብቶም ተቐምቀምቲ ኣወዳት እዮም እያ ምናልባት ምስቲ ብዝሒ ወዳት ምልላያ ንዓኻ ደይ ፅቡቕ ነገር ኮይኑ ክስማዕካ ይኽእል ምክንያቱ ኣብ ዓዲ ዑራት ሓደ ዓይነት ነገር ዝዓይነቱ ምሽ ኣሎ ኣብ ብዝሕ ወዳድ ዝርከቡ ሓንቲ ጓል ምዃና ንዓኻ ፅቡቕ ነገር ኣይኮነን ምሽ ከምኡ ይብል ኣነ
ድሓን ንመልሰን ክትሻቐል ሕጂ ሕጂ ትብል
ንመልሰን ነተን ሕቶታት ወይተር እያ ትብል ደላታ ሓንቲ ቀዳመይቲ መልሲ ናቶም ወይተር መሊስካ ኣለኻ ተዋሳኢት ካልኣይቲ ሞዴሊስት ሳልሰይቲ ራብዒትኻ ሆስቴስት እዘን ኣርባዕተ ነጥቢ እዮም መሊሶመን ዘሎ ካብዚ ኣርባዕተ እንተ ሓንቲ ኢኻ መሊስካ ሆሴስት ሆሴስት ወይተር እዩ ግን እቲ ናይ ምድሪ እቲ ናይ ላዕሊ እዩ ትፍልል እዩ እምበር ወይተር ወይተር እዩ ንተን መልሲ እዚአን እየን ገይሮም እንደሉ ሆሴስ ተዋሳኢት ሞዴል ወይተር እታ ተዋሳኢት ዝበልካያ ግን ኣይድግፋን እየ ከመይ ተዋሳኢት ዳ ዋሳእነ ንባዕለይ ተራብቲ ተዋሳኦ ዓለም ኣለኹስ ይደልያ ከማን ክትከውን ሕጂ እወ ናትካ ማስ ዝያዳ ኣነ ክርዳእ እኽእል ካልእ ካብ ካልእ ኣነ ኣብቲ ናታ ምህላወ ናትካ ድሌት ናትካ ድሌት እስኻ ትብሎ ዘለኻ እውን ጌጋ ማለት ኣይኮነን ትክክል እዩ ግን እሶም እቶም ደምፅዎን መልሲ እዩ ዝበዝሕ ግዜ ደጋጥም ነገር ኦኬ። እቲ ፐርሰንቴጅ ወሲዶም ተዋሳኢት ክትከውን ኣይደልዋን ሰበይቶም ክትዋሳእ ተኮይና ኣሎ ካልእ ነገር ዝመፅእ እቲ ንፈልጦ እቲ ሞያና ማለት እዩ ክትተሓቋቆፍ ድያ ወይ ምስ ወዲ ክትቀርብ ድያ ድሕሪ ግን ነዚ ደይ ድግፉ ኣለዉ ዝበዝሕ ግዜ ማለት ካብቲ ኣርቲ ውፅ ዝበሉ ብኸመይ እዮም ኣምፅኦማ ዝኾነ ኣብቲ ሞያ ዘሎ ሰብ ግን ብዙሕ ነዚ ክርድኦ ይኽእል እዩ እየ ድሓስብ ስለዚ ሓንቲ ነጥቢ ረኺብካ ኣለካ ኣብዚኣ ወሰን ሓወ ሓራይ ናብታ ናይ ሻውዒቲ ሕቶ ክንከይድ ኢና ብድሕሪያ ሓንቲ ሕቶ እያ ተርፈካ ዝዓርከይ ኣብ ግዜ ቆፀራ ቆጸራ ምስ ኣፍቃሪትካ ሒዝካ በጋጣሚ እሳይ ትመጸካን እሞ ብምንታይ ምክንያት ዘይመጸትኒ ኢልካ ኣብ ርእስኻ መጀመርያ ትእትዎ ሓሳባት እንታይ እዩ እስኻ መጀመርያ ትሓስቦ ብምንታይ ምክንያት ዘይመጸትኒ እዎ ማለት ቆጸራ ህልወኩ እሞ ትሽንዳሓካ ቫላንታይን መዓልቲ ዳሓን ንበሎ ኣይመጸትካን እሞ እንታይ ኮይና ዘይመጸትኒ ኢልካ መጀመርያ ኣብ ርእስኻ ትእትዎ ነገር እንታይ እዩ

ካልኣይቲ ከኣ ስድራኣዶ ዳኣ ምስዳድ ኣበዩማ ኢለ ከኣ ምሓሰብኩ። ስድራ ምስዳድ ኣበዩማ ሕራይ ሳልሰይቲ።
መሓዙትካ ኣለዋካ እንዶ መሓዙትካ መሓዙታ ምስዳድ ከሊእና። ሕረ ራብዒት ናይ መወዳእታ ነበደ እንዶ ይትረፍኪ ገለ ዝዓይነቱ ሕረ ራብዒት ናይ መወዳእታ ራብዐይቲ
ምተሻቐልኩ ገለ ዶ ድኣ ረኺባ ክኸውን ኣብ መገዲ ምበልኩ ሓደጋ ኣጋጢምዋ ኢልና ንሓዛ እዎ ኮሚታት ነዚኣ ዝሓሰባ ሰብ ክሳብ ሕጂ ነበረ ንስኻ ትሓስብካ ፅቡቅ ነገር እስኪ ግን ክንሪኣ ኢና ቆፀራ ተዘይመፅያትካ እንታይ ኢልካ ትግምት ዝብል ነይሩ ስለዚ ወሰን ሓወይ እተን ከምቲ ዝበልካዮ እስኻ ሰሚዕናያን ኣለና እተን ናትካ መልሲ ናትና መልሲ ከዓ ሓንቲ ማለትሲ ኣቃይሓ ክትከውን ትኽእል እያ ጽቡቅ ኣለኻ ከምቲ ዝበልካያ ንካልእ ጠሚታ ካልኣይቲ ድንገት ኢመርጀንሲ ነገር ረኺባ ሳልሰይቲ ንኣብነት ኣነ ሳፕራይዝ እዮም ኢሎማ ዘለዉ ራብዐይቲ ከዓ መጓዓዝያ መጓዓዝያ ዝኾነ ናይ ትራንስፖርት ሽግር ኣጋጢምዋ ብከምኡ ካብ ቆፀራኣ ኣይመፀትን ኢልካ ክትግምት ትኽእል ኢሎም ኣውፅኦመን ኣለዉ ስለዚ ሓንቲ ኢኻ መሊስካ እታ ኣቃይሓ ትብል ዘላ ንካልእ ጠሚታ ክልተ ክልተ ድንገት ድንገት ድንገት ክልተ ድንገት መሊስካ ኣለኻ ዝዓርከይ ድንገት ክልተ መሊስካ ኣለኻ ናብታ ናይ መወዳእታ ክንከይድ ኢና ናብ መወዳእታ ሕቶና ወሰን ሓወይ ምናልባት ገንዘብ ተውፅእ ባጀት ኣብታ ሸዓ መዓልቲ ንቫላንታይን ደይልካ እሞ ኣይሰልጠካን ትሽንዳሓካ ታጓል ብድሕሪ እቲ ገንዘብ ኣበይ መጥፋእካዮ ንስኻ ከም ሰብሲ እንታይ ምገበርካዮ እቲ ገንዘብ ንሽዑ ኢልካ ድመደብካዮ እቲ ገንዘብ ነቲ ቫላንታይን ኢልካ ንኣብነት ትልቃሕ ካብ ኣዕሩኽትኻ በጃኹም እስከ ሃቡኒ እዚአን ገንዘብ ሕልፈለኒ ኢሎም ወይ ብፌቨር ህቡኻ የሕልፍንካ ተዘናጋዕ ምስ ቫላንታይን ኢሎም ህቡኻ እሞ ተቲ ሽንዳ ሓስ ትገብ ሽዑ እንታይ እንታይ ምገበርካ ንስኻ እንታይ ምገበርካዮ
በይነ ምተዘናጋዕኩለን

ደው ኢልካ ንሓደ ዓርከኻ ዲኻ ንዓ ሎማዓንቲ እስከ ብሓን ስዕነ ምስ ናይ ቫላንታይን ደይ ኢልካ ሓደ ምስ ዓርካኻ ተምሲ በቃ ድሓን እታ ምዝንጋዕ እሳ ሒዝኒ ኣለና ቀጽል ምናልባት ግን ስለ ትጭነቕ ሽዑ ኣረ በይንኻ ኢለካ እየ እወ ምስ መን እንድያ ትሓቶ ምሽ ምስ መን እወ ሓደ በይንኻ ኢልካ በይንኻ ትሰቲ ኢልካ ካልኣይቲ ምስ ዕሩኽትኻ ኢልካ

ትሰቲ ዝበልካዮ ትክክል መልሲ እዩ ንስካ ከድካ ትዘናጋዕ ማለት በይንካ እቲ ጭንቀትካ ተውፅእ መሊስካ ኣለካ ካልኣይቲ ምስ ቤተሰብካ ዝበልካዮ መሊስካ ኣለካ ሳልሰይቲ ደላ ናይ ዚኦም መልሲ መገሻ ትወፅ ትገይሽ በቃ ነቲ ርእስኻ ፍሬሽ ትገብሮ ኢልካ ትወፅ እያ ደላ ናይ መወዳእታ ራብዒቲ ከዓ ኣየጥፍኦን እዩ እቲ ገንዘብ ሲ ደጥፋኣሉ ምክንያት የብለይን ሒዘዮ ስቅ ብል እያ ደላ ስለዚ ክልተ መልሲ መሊስካ ኣለካ ወሰን ሓወይ ብዘይ ቀልዓለም ብልቢ እየ ዘመስግነካ ቴንክ ዩ ሶ ማች ማለት ከምዚ ኢልካ ተገዲስካ መፂኻ ዕድመ ኣኽቢርካ ግዜኻ ወፊኻ ከምዚ ጌርና ክንስሕቕ ስለ ዝገበርካኒ በቃ ብ- ብጣዕሚ እየ ተሓጒሰ ብጣዕሚ እየ ዘድንቐካ ቴንክ ዩ ንዓኻ ኸዓ ርሑስ ጋማ ግበረልካ ኦሬዲ ርሑስ ጋማ ነዊሕ ገይሩ እዩ እቲ መርዓ ግን ኣብ ዝለዓለ ኣብ ውላድን ኣብ ካልእን ክትበፅሖ እዩ ናተይ ትምኒት ረየ ከም ዝርእካ ከለኹ ምኩር ኣፍቃሪ ኢኻ ትመስል ምዚ ኩሉ ክትነግረኒ ፀናሕኻ ምኩር ኣፍቃሪ ኢኻ ኣምላኽ ከም ልብኻ ናሃብካ እንታይ ዳ
ቴንኪዩ እዚ ኣጋጣሚ እዚ ፈጢርኩም ብምክንያት ቫላንታይን ንዓይ ብክብሪ ዓዲምኩም ኣብ ከምዚ ምፅዋዕኩም ንፋኑስ ኢንተርተይመንት ቴንኪዩ ክብሎም ይፈቱ ንዓኻ እውን ዓወተይ ኣብ ደለኻዮ

ስኢንካ ምስ ካለ ከይትሕልፎ ምስ ካለ ከይትሕልፎ ነገር ኣንዲምና ክንሕልፎ ኢና እዚ መደብ ዝኾነ ዝኾነ ዓሰርተ ሽዱሽተ ነጥቢ ኣምፂኻ ኣለኻ ምክንያት ባላ እንታይ እንዲኻ ምስኣ ጥራይ ዓሰርተ ሽዱሽተ ነጥቢ ከ ኣምፂኻ ኣለኻ ተታሒዙ ኣሎ እቲ ነጥቢ ካብዞም ኩሎም ነምፅኦም ዘለና ዝለዓለ ነጥቢ ቀዳይ ካልኣይ ሳልሳይ እውን ካልእ ሽልማት ስለ ዘሎ ነጥብኻ ግን ሓዞ ዓሰርተ ሽዱሽተ ነጥቢ ምፅኻ ከም ዘለኻ ቴንኪዩ ሶማች ወሰን ሓወይ ኣብ ካልእ ግዜ ብካልእ ኣጋጣሚ ክንራኸብ ኢና ቴንኪዩ ሶማች
ዓወተይ ኣነ እውን ቴንክ ዩ ዝዓርከይ መዓረይ ሓራይ ዝዓርከይ ሰናዩ በቃ በቃ ክድውለልኩም እየ ቻው ዝዓርከይ